ስምዑኒ ኣሕዋተይ ንሕና ኣብ ሓድሽ ኪዳን እንነብር ክርስቶስ ማሕደሩ ዝገበረና ኣሜን ካብ ስላሴ ሓደ መንፈስ ቅዱስ ምሳና ኣብዚ ምድሪ ዝወሳወስ ዋው ከመይ ዝተዓደልና ኢና ኣሜን ስለዚ እዚ ድብል ደለኹ ሃሌሉያ ኣነ ንስኻትኩምን ብናይ ሓድሽ ኪዳን ቅዲ ህይወት ናይ ህይወት ስርዓት ክንመላለስ እግዚኣብሔር እደልየና እግዚኣብሔር ይባረኽ ሃሌሉያ ብፍላይ ኣብ ምዕራፍ ሸሞንተ መወዳእታ ጥቕሲ ደላ ፍቕዲ ዓሰርተ ሰለስተ ኣዝያ ትገርመኒ ቃል ኣላ ኣምላኽ መስገን ከንብበልኩም እየ ሃሌሉያ ኢየሱስ ወዲ ህያው ኣምላኽ ምዕራፍ ሸምንተ ከምዚ ይብል ሃሌሉያ ነቲ ዝነበረ ናይ ተስፋ ቃል እግዚኣብሔር ኣብ ሓድሽ ኪዳን ክገብሮ ዝደልዮ ዝነበረ ኣምላኽ ይመስገን ናይ ትንቢት ቃል ምስ ዝተዛረበ ኣምላኽ ይመስገን ኣብ ኤርምያስ ኣብ ሕዝቅኤል ዝተጻሕፉ ቃላት ማለት እዩ ሃሌሉያ ቅልጥፍ ቅልጥፍ ኢለ ከንብበልኩም እየ እቲ ሓሳብ ክትሕዙን እዮም ኣእታን ምዕራፍ ሸሞንተ ካብ ፍቕዲ ሃሌሉያ ሽዱሽተ ሕጂ ግና ንሱ ማእከላይ ኣብ እተሓይሽ ተስፋ እተሰረተ ብሉፅ ግራይ ዝበልፅ ኪዳን እውን ከም ዝኾነ ክሳዕ ክንዚ ዝበልፅ ኣገልግሎት ረኸበ። እቲ ቀዳማይ ኪዳን መዐንቀፊ እንተዘይህልዎ ነይሩ ነቲ ካልኣይሲ ስፍራ ኣይምተደለየሉን ነይሩ። ስለዚ ኸዓ እናነቐፎም ከምዚ ይብል እንሆ ምስ ቤት እስራኤል ምስ ቤት ይሁዳን ሓድሽ ኪዳን ዝኣትወለን መዓልትታት ክመጻ እየን ይብል እግዚኣብሄር። ኣብ እብራውያን ምዕራፍ ሸሞንተ ፍቅዲ ሸሞንተ እየ ደለኹም ትሽዓተ ክቅጽል እየ ከምታ ብኢዶም ሒዘ ካብ ምድሪ ግብጺ ከውጽኦም ከለኹ መዓልት ምስ ኣቦታቶም ዝኣተዎ ኪዳን ኣይኮነን ኢሉም ንሳቶም ብኪዳነይ ኣይጸንዑን እሞ ኣነውን ሸለል በልክዎም ይብል እግዚኣብሄር። ድሕሪ እተን መዓልትታት እቲኣተን ምስ ቤት እስራኤል ዝኣትዎ ኪዳን እዚ እዩ፣ ንሕጋጋተይ ኣብ ሓሳቦም ከእትዎ፣ ኣብ ልቦም ከኣ ክጽሕፎ እየ፣ ኣነ ኣምላኾም ክኸውን እየ፣ ንሳቶም ከኣ ንህዝበይ ክኾኑኒ እዮም ይብል እግዚኣብሄር። ፍቕዲ ዓሰርተ ሓደን ዓሰርተ ክልተን ከምዚ ይብል፣ ዓመጾም ክምሕር እየ እሞ፣ ንሓጢኣቶም ድሕርዚ ኣይክዝክሮን እየ። ካብ ንእሽቶኦም ክሳዕ ዓቢኦም ዝፈልጡኒ ስለ ዝዀኑ፣ ነፍሲ ወከፍ ንወዲ ዓዱ፣ ነፍሲ ወከፍ ከኣ ንሓዉ ንእዝጊ ፍለጦ ኢሉ ኣይክምህሮን እዩ። ፍቕዲ ዓሰርተ ሰለስተ ከምዚ ይብል፣ ሽዑ። ሓዲስ ኪዳን ብምባሉ ነቲ ቀደም ራይ ነቲ ቀዳማይ ኣእረጎ ይብል። ሓዲሽ ኪዳን ብምባሉ ነቲ ቀዳማይ ኣእረጎ እቲ ዝኣረገን ዝበለየን ግና ንጥፍኣት ቀረባ ይብል። ኣብ ካልእ ጽሑፍ ንምንዳድ ቀረባ ይብል። ነዲዱ ተኣልዩ ድብል ጽሑፍ እውን ኣሎ። ጎይታ ይባረኽ። ሓዲሽ ኪዳን ብምባሉ ነቲ ቀዳማይ ኣእረጎ እቲ ዝኣረገን ዝበለየን ግና ንጥፍኣት ቀረባ ይብል። ኣሕዋተይ ኣነ ንስካትኩምን እንነብረሉ ካልእ ኪዳን ኣለና ጎይታ ይባረክ ሃሌሉያ ኢየሱስ ክርስቶስ ጎይታ እዩ ናይ ብሉይ ኪዳን ኣገልግሎት ብዙሕ ዝብሎ ነይርኒ ግን ናብ ካልኣይ ቆሮንጦስ ክወስደኩም እሞ እዚ ኢለ ነዚ ናይ ብሉይ ኪዳን ሓሳብ ክዛዝሞ እየ። ጎይታ ይባረኽ። ካልኣይ ቆረንጦስ ምዕራፍ ሰለስተ እንተ ኣንቢብኩሞ ከምዚ ድብል ጽሑፍ ንረክብ። ጎይታ ይባረኽ። ሃሌሉያ። እሰይ ሎርድ። ኣብ ፍቅዲ ርብዓተ ከምዚ ይብል ብክርስቶስ ግና ኣብ ኣምላኽ ከምዚ ዝበለ እምንቶ ኣላትና። ክእለትና ካብ ኣምላኽ ደኣ እዩ እምበር ካብ ርእስና ገለ ከም ዘምጻና ሓንቲ እኳ ክንሓስብ ኣይከኣለናን እዩ። ፊደል ይቀትል መንፈስ ግና ህያው ይገብር እዩ እሞ ራእዩ ንሱ ከኣ ንናይ መንፈስ እምበር ናይ ፊደል ደይኮነ ኣገልገልቲ ሓድሽ ኪዳን ክንከውን ከኣልቲ ገበረና ምስ በለ ግናኸ እቶም ደቂ እስራኤል ብምኽንያት እቲ ሓላፊ ዝኾነ ክብሪ ክንሱ ራይ ክብሪ ክንሱ ምጥማት እቲ ገጽ ሙሴ ክሳዕ ዝስእኑ እቲ ራይ እቲ ብፊደላት ኣእማን እተቐረጸ ኣገልግሎት ሞት ብኽብሪ ካብ እትመጽእ ይብል ብፊደላት ራዩ ኣበእማን እተቐረጸት ራዩ ኣገልግሎት ሞት ይብሎ መጽሓፍ ቅዱስ ኣበእማን ራዩ ብፊደላት እተቐረጸ ኣገልግሎት ሞት ይብሎ ናይ ብሉይ ኪዳን ኣገልግሎት ኣገልግሎት ሞት ይብሎ ኣሎ መጽሓፍ ቅዱስ ምኽንያቱ ቁጽሪ ዘይብሉ ህዝቢ ነቲ ሕጊ ክፍጽሞ ስለ ዘይከኣለ ኣደዳ ሞት ይኸውን ስለ ዝነበረ ማለት እዩ። ሽው ፍቕዲ ሸመንተ ከምዚ ይብል ሃሌሉያ ክንደይ ደኣ ግዳ ተኣገልግሎት መንፈስ ብኽብሪ ብልጽቲ ዘይትኸውን ይብል። ዋው እታ ኣገልግሎት ኩነኔ ካብ እትኸብር ክንደይ ግዳ እታ ኣገልግሎት ጽድቂ ብኽብሪ ዘይትዓዝዝ። እታ ሓላፊት ብኽብሪ ካብ መጸት እታ ነባሪት ግና ብል ስለዚ እታ ናይ ብሉይ ኪዳን ሓላፊት እያ ኢልዋ ስለዚ ኣብኣ ክትነብር ኣብ ሓላፊት እምበር ዘይትራይ ዘይትበልጽ ጽምእ በዚ ወገን እዝስ እታ ክብርቲ እኳ ብምክንያት እዚ ዝዓዛ ክብሪ ክሳዕ ክንድዚ ክብረታ ኣይረኣየናን እዩ ድብል እዛ ናይ ሓዲሽ ኪዳን ኣገልግሎት ኣዝያ ኣዝያ ኣዝያ ክብርቲ እያ እምበኣርሲ ይብል ስእሊ ፍቕዲ ዓሰርተ ክልተ፣ ከም ዝበለት ተስፋ ስለ ዘላትና ብብዙሕ ትብዓት ንዛረብ ኣለና። ከምቲ ደቂ እስራኤል መወዳእታ እቲ ሓላፊ ከይርእዩ ሙሴ ኣብ ገጹ ጉልባብ ዝገብር ዝነበረ ኣይንገብርን ኢና፣ ግናኸ ኣብቲ ብሉይ ኪዳን ከንብብዎ እንከለዉ ይብል። ንሕድ ደኣኒ ብሉይ ኪዳን ኣይነንብቦ ኣይንመሃረሉ ኣይኮንኩን ድብል ደለኹ፣ ግን መንበሪኻ እንተደኣ ጌርካዮ ንክርስቶስ ካይትርኢ ይሽፍነካ። ኣብ ሕጊ ትነብር እሞ ንክርስቶስ ከይትርኢ ይሽፍነካ። እዚ ጎዲልካ ኣሎ እዚ ጎዲልኪ ኣሎ እንዳበለ ንክርስቶስ ከይትርኢ ይሽፍነካ መጎልበቢ እዩ። ገሌና ዳርጋ መጽሓፍ ቅዱስና ሓድሽ ኪዳን ድልዎ ኣይመስለንን። ምህሮና ኣገልግሎትና ናብራና ናይ ብሉይ ኪዳን እዩ ኣሕዋተይ ምልስ ኢልኩም ነዚ ቃላት እዚ ስምዑዎ ኣገልግሎት ኩነኔ ይብል ናይ እግዚኣብሔር ቃል ኣገልግሎት ሞት ይብል ኣገልግሎት ኩነኔ ኣገልግሎት ሞት ኣነን ንስኻትኩምን ግን ኣምላኽ ይመስገን ብጸጋ ብክርስቶስ የሱስ ዝተወደኣልና ህይወት ክንነብር ተጸዊዕና ኣለና። ጎይታ ይባረኽ። ስለዚ እምበኣረይ ብዛዕባ ብሉይ ኪዳን ካልእ ግዜ ብሰፊሑ ፍልልይ ብሉይን ሓድሽን ዝብል ክንርኢና ኣምላኽ ይመስገን። ሎም መዓልቲ ግን እንታይ እብል ደለኹ እምበኣረይ ጸሎትና ድማ ጸሎትና ድማ ጸሎት ሓድሽ ኪዳን ክኸውን ኣለዎ። ክንጽሊ ክንሓስብ እንከለና ኦኬ ጎይታናን መድሓኒናን የሱስ ክርስቶስ ኣብ ትራንዚሽን ፐሬድ እዩ ነይሩ ዝጸለየ ጸሎት ብርግጽ ኣለና ኣብ ዮሃንስ ወንጌል ምዕራፍ 17 ገለ ሰባት ነታ ኣብ ምዕራፍ 6 ፍል 12 ደላ ኣብ ማቴዎስ ደላ ጸሎት ጸሎት መሃረና ምስ በልዎ ዝጸለያ ናይ ጎይታ ጸሎት ኢሎም እዮም ዝብልዋ the lord's prayer no ናይ ጎይታ ድጸለየ ጸሎት ምዕራፍ ዓሰርተ ሸውዓተ ዮሐንስ ወንጌል እዩ ስለይን ስሌኻትኩምን ድጸለየ ጸሎት ማለት እዩ ስለዚ ናይ ሓድሽ ኪዳን ጸሎት ግን እንታይ እዩ ኣብ ሓድሽ ኪዳንስ እንታይ ኢልና ኢና ክንጽሊ ዝግባኣና ኣብ ውሽ ግዜ እንተዝህልወኒ detail ሓደ ብሓደ ኩሉ ዓይነት ጸሎት እንተዝጠቅሶ ደስ ምበለኒ ኣምላኽ ይባረኽ ግን ሕልፍ ሕልፍ ኢለ ክዛረብ እየ ኣብ ሓድሽ ኪዳን ክንጽልዮ ድግበኣና ናይ ኣጻላልያ ቅዲ ሂወት ገለ ሰባት ኣለው እታ ጎይታ የሱስ ክርስቶስ ምዕራፍ ሽዱሽተ ቅዲ ዓሰርተ ክልተ ማዲዎስ ዘጸለዮም ወይ ድማ ዝመሃሮም ጸሎት በቃ ከምኣ ዓይነት ኢና ናይ ናይ ሓድሽ ኪዳን ጸሎት እሱ እዩ ብኡ ጌርና ክንጽሊ ኣለና ድብሉ ኣለው ኖእ ገሊኡ ኣምላኹ ይመስገን ምስ ሓድሽ ዝተተሓሓዘ ክኸውን ይኽእል እዩ፣ ምኽንያቱ ጐይታና መድሓኒናን የሱስ ክርስቶስ ነቲ ብሉይ ፈጺሙ ናብ ሓድሽ የሕልፎ ስለ ዝነበረ። ግን እሱ እቲ ከም ስታይል ወሲድና ክንጽላ ኣይግብኣናን እዩ። ከምኡ እንተ ዝኸውን ነይሩስ ከምኡ እንተ ዝኸብውን ነይሩ ንምንታይ ሃዋርያት ነዛ ጸሎት እዚኣ ሓንቲ መዓልቲ ክደግምዋ ከለዉ ደይንርኢ? ገለ ሰባት ኣለዉ በቃ እዚኣ እታ ጎይታ የሱስ ክርስቶስ ዝመሃራ ጸሎት ስለዚ ንዓ እንዳ ጸለና ክንነብር ኣለና ዝብሉ ኣለዉ። ከምኡ እንተ ዝኸውን ነይሩ ንምንታይ ሃዋርያት ዋላ ሓንቲ መዓልቲ ክጽልይዋ ከለዉ ኣይንሪኦምን ኢና ሓደ ኣብ መልእኽትታቶም ነዛ ጸሎት እዚኣ ክጽሕፍዋ እንከለዉ ኣይንሪኦምን ኢና ወይ ድማ በቃ እታ ጎይታ የሱስ ክርስቶስ ዝመሃራ ጸሎት ዘክርዋ ኢኹም ኢሎም ኣይጸሓፉላን። ስለዚ ናይ ሓድሽ ኪዳን ጸሎት ፍልይ ድበለ ጸሎት ምካኑ መጽሓፍ ቅዱስ ይነግረና ጎይታ ይባረክ ኣሕዋተይ ጽሎት ብጣዕሚ እዩ ድሰርሕ ኣብ ጸሎት ድሎ ምስጢር ማእለያ ይብሉን እንተኮነ ግና ብዙሕ ግዜ ንጽሊ ኢና ጸሎትና ግን ኣብ ቅድሚ ኣምላክ ተቀባልነት ዘለዎ ኮይኑ ኣይስማዓናን እዩ ንምንታይ እንተ ኢልና ኣምላክ ይባረክ ብምርዳእን ብፍልጠትን ስለ ዘይንጽሊ ከም ፍቃዱ እዩ ድብል ከም ቃሉ ድኮነ ጸሎት ኣይንጽልን ኢና ዝበዝሕ ጸሎትና ካብቲ ዝገርመኒ ዝተወደእ ጸሎት እዩ ንኣብነት ኣብ ሓድሽ ኪዳን ካብ ድጽለይ ጌጋ ድኾኑ ጸሎታት ክቕረሙ ድግብኦም ጸሎታት ትንክፍ ትንክፍ ከበለልኩም እየ ጎይታ ይባረኽ ስለዚ ጎይታ የሱስ ክርስቶስ ከምዚ ኢልዎም ሓደ ግዜ ንደቂ ዘበዴዎስ ኣብ ማሪቆስ ምዕራፍ 10 37 እንታይ ኢልዎም ንሳቶም ድማ ካብቲ ክብርኻ ኣብቲ ክብርኻ ሓዴና ብየማንካ ሓዴና ድማ ኣብ ጸጋምና ክንቅመጥ ሃበና በልዎ የሱስ ከምዚ ኢልዎም እትጽልይዎ ኣይትፈልጡን ኢኹም ምጽላይ ጽቡቅ እኳ እንተኾነ ትጽልዮ ዘይምፍላጥ ግን በጣዕሚ ዘሕዝን ኣምላኽ ከም ቃሉ ደይኮነ ጸሎት ኣይምልሶን እዩ ክሰምዖ ይኽእል እዩ መልሲ ግን የብሉን ብዙሕ ግዜ ድጸለናዮ ጸሎት ግዜና ኣባኺና ጼምና ኣብ ቅድሚ ኣምላኽ ርእስና ኣዋሪድና ድቐረብናዮ I'm sorry እዚ ጸሎት እዚ መልሲ የብሉን ክንበሃል ከለና ከመይ ዲስኣፖይንት ይገብር። ስለዚ ኪኖ ምጽላይና ክንፈልጦን ክንርድኦን ዝግብኣና ካልእ ሓቂ እንታይ ድኣልኩምኒ እንታይ ኢለ እየ ክጽሊ ዝግብኣኒ ኣምላኽሲ ክምልሶ ዝኽእል ጸሎትሲ እንታይ ዓይነት ጸሎት እዩ ኣምላኽ ጸሎት ከም ዝምልስ ኪዳን ኣትዩልና እዩ። የሱስ ክርስቶስ ኣብ ምዕራፍ ዓሰርተው ኣርባዕተ ካብ ፍቕዲ ዕስራን ክልተን ኣትሒዝና እንተ ኣንቢብናዮ ሶሪ ምዕራፍ ዓሰርተ ሽዱሽተ ብስመይ በቃ ብስመይ ገለ እንተለመንኩም ክገብረልኩም እየ ክሳዕ ሕጂ ሓንቲ እኳ ብስመይ ኣይለመንኩምን፣ ብስመይ ለምኑ እሞ ኣቦ ክገብረልኩም እዩ። ኣምላኽ ሓ ስጋዕ ሕጂ ብስመይ ኣይለመንኩም፣ ሓጎስኩም ምሉእ ማእታ እንክኸውን ብስመይ ዝለመንኩምዎ ክገብረልኩም ኪዳን ልዕሊ ኣርባዕተ ግዜ የሱስ ክርስቶስ ደጋጊሙ ነዚ ቃል እዚ ተዛሪብዎ። ዋይ ደኣ ብዙሕ ግዜ ጸሊና መልሲ ደየለ። እንተ ኢልኩምኒ ከምቲ ሕጉ ከምቲ ቃሉ ጌርና ኣይንጽልን ኢና። ጎይታ ይባረኽ። ስለዚ ሃዋርያ ጳው እባ ጎይታናን መድሓኒና የሱስ ክርስቶስ እትጽልይዎ ኣይትፈልጡን ኢኹም ኢልዎም። ኣዲኦም ሒዞም መጺኦም ከማን ንሱ'ዩ ደጊምሎም እትጽልይዎ ኣይትፈልጡን ኢኹም ኢልዎም። ኣብ ማቴዎስ ዕስራ ዕስራ ከተንብብዎ ትኽእሉ ኢኹም። ጎይታ ይባረኽ። ብዙሕ ግዜ እ፣ እንጽልዮም ጸሎት ካብቲ ዝገርመኒ ዝተወድኡ ዝተዋህቡና እዮም። ከምቲ ኣቐዲመ ዝነገርክኹም ኣብ ብሉይ ኪዳን ኣምላኽ ጽላሎት እዩ ነይሩ፣ ኣብ ሓዲስ ኪዳን ግን ኣካል ለቢሱ እዩ ተጋሊጹ፣ ኣካል ለቢሱ እዩ ተገሊጹ፣ ስለዚ ከኣ መጽሓፍ ቅዱስ ንኣምላኽ ዝረኣዮ ሓደ እኳ የለን ይብል፣ እቲ ኣብ ሕቑፍኡ ዝነበረ ሓደ ወዱ ግን ኣግሃዶ ወይ ድማ ተረኾ ይብለና። ስለዚ ብዙሕ ግዜ ጸሎትና ኣብ ጽላለት ዘድሃቡ እዮም ወይ ድማ ናይ ብሉይ ኪዳን ዓይነት ጸሎት እዮም። ሃበኒ ግበረለይ ካብቲ ዘሕዝን ኣብ ሓድሽ ኪዳን እንተ መጽሓፍ ቅዱስና ጽቡቅ ጌርና ኣጽኒዕናዮ ንነገራት ክወሃቡና ክንጽሊ ኣየተባብዓናን እዩ ገለ ክልተ ጥቅሲ ነዚ ድመስላ ኣለዋ ግን ብመንጽር መጽሓፍ ቅዱስ እንተ ጽቡቅ ጌርና ኣጽኒዕናየን ንሳተን ከማን ከምኡ ትርጉም የብለንን ሓንቲ እታ ኣብ ፊልፒ ምዕራፍ ኣርባዕተ ካብ ፍቅዲ ሓሙሽተ ንሓደ ልብ ጐይታ ተሓጐሱ ኵሉ ሳዕ ተሓጐሱ ምስ በለ ድሌትኩም ዘበለ ብጸሎትን ልማኖን ምስናይ ምስጋና ብ ኣምላኽ ይፈለጥ እምበር ብገለ ነገር ኣይትጨነቑ ይብል ኣምላኽ ይባረኽ እታ ድሌትኩምሲ እንታይ ዓይነት ድሌት እዩ ኢልኩም ድሕሪ ኣጽኒዕኩሞ ጽቡቕ ገይሩ ክርድኣኩም እዩ ስለዚ ሓድሽ ኪዳን ነገራት ንምርካብ ዝግበሩ ጸሎት ብዙሕ ኣይንርእን ኢና ካብኡ ዝዓቢ ነገርስ ስለ ዘየለ ደይኰነሲ፣ ኣምላኽ ይመስገን፣ ብክርስቶስ የሱስ ስለ ዝተወድኡልና እዮም። ኣሜን። ንኣብነት፣ ናይ እግዚኣብሄር ቃል ክነግረና ከሎ፣ ኣምላኽ ክባርኸና ክንጽሊ ከም ዘይብልና መጽሓፍ ቅዱስ ይነግረና። ንሕና ብልምዲ ዳርጋ ድበዝሕ ቋንቋና ጎይታ ይባርኽካ ኣምላኽ ይባርኽካ ድብል እዩ ኣከይ ብዙሕ ኣበሳ እኳ እንተዘይሃለዎ ግን ብመንፅር ናይ እግዚኣብሔር ቃል ክረአ እንከሎ ግን ተባሪኽኩም ኢኹም እዩ ድብለና ኣብ ኤፌሶን ምዕራፍ ሓደ ፍቕረ ሰለስተ ዳንቢብኩሞ ሃሌ ሉ ከምዚ ይብል እቲ ብመንፈሳዊ በረኸት ዘበለ ዝባረኸና ኣምላኽ ኣቦ ጎይታና የሱስ ክርስቶስ ብሩኽ ይኽን እቲ ብመንፈሳዊ በረኸት ደበለ ኣብ ሰማያት ዝባረኸና ኣምላኽ ኣቦ ጎይታና የሱስ ክርስቶስ ብሩኽ ይኹን ይብል ኩሉ ዓይነት በረኸታት ተባሪኽና ኢና ኣሜን ኩሉ ዓይነት በረኸታት ተባሪኽና ኢና። ኣብ ሓድሽ ኪዳን እቲ ክጽለ ዝግብኦ ጸሎት ድሓረይ ኣጸቢቐ ክነግረኩም እየ ኣምላኽ ባራት እቶም ጌጋ ድኾኑ ጸሎት ትንክፍ ትንክፍ ከብለልኩም እየ ጎይታ ይመስገን ሃሌሉያ ካልእ ስለ ፈውሲ እንጽልዮ ጸሎት ኣለ ፈውሰኒ ጎይታ ፍቕርኻ ደኣ ብኸመይ ክፈልጥ እየ ፈውሰኒ ብስም የሱስ ክፍወስ እደሊ ኣለኹ መጽሓፍ ቅዱስ ክነግረና እንከሎ ግን ብስምራት ቁስሉ ተፈዊስኩም ኢኹም እዩ ድብል። ሓዊኹም ኢኹም። ፈውስኹም ቅድሚ ክልተ ሽሕ ዓመት ብክርስቶስ የሱስ ኣብ መስቀል ቀራንዮ ተወዲኡ እዩ ድብለና። ስለዚ ፈውሰኒ ኢልካ ንኽትፍወስ ዝግበር ጸሎት ቅኑዕ ኣይኮነን። እንታይ ደኣ ይከውን ደለዉ ፈውሲ እንጀራ ውሉድ ምዃኑ ኣብ መስቀል ቀራንዮ ዝተወደኣ ነገር ምዃኑ ተረዲእና ኣብ ህይወትና ኣካል ክለብስ ኢና ክንጽሊ ዘለና ፈውሲ እቲ ኣብ መስቀል ቀራንዮ ዝተወደኣ ፈውሲ ኣብ ህይወተይ ኣብ ስጋየ ኣብ ውሉደይ ኣብ ቤተይ ኣካል ይልበስ እንዳበልና ኢና ክንጽሊ ዘለና ፈውሰኒ ግን ብሕጂ ከም እንፍወስ ፈውስና ከም ዘይተወድኤ ርሑቕ ምዃኑ እዩ ዘርኢ። ስለዚ እምነትና ይሕለል። መጽሓፍ ቅዱሳዊ ዘይኮነ ጸሎት ስለ ድኾነ ድማ መልሲ ኣይንረኽበሉ። ስለዚ ይላል መጽሓፍ ቅዱስ እንታይ እዩ ድብለና? ንሱ ንሕማምና ጸሮ፣ ንስቓይና ኣብ ነፍሱ ጸዓኖ፣ ንሕና ከኣ ከም እተወቕዐ፣ ብእግዚኣብሄር ከም እተቐዝፈን ጌርና ቈጸርናዮ ይብል መጽሓፍ ቅዱስ። ንሱ ግን ንሕማምና ጸሮ፣ ንስቓይና ኣብ ነፍሱ ጸዓኖ። ንስኻትኩም ከኣ ብስምብራት ቍስሉ ሓዌኹም እዩ ድብል። ስለዚ ካብኡ እንደለዎ ጸሎት እንታይ እንተ ኢልኩምኒ፣ ኣምላኽ ይመስገን፣ ውድእ ምዃኑ፣ ኣምላኽ ክጠዓሰሉ ብዘይክእል መንገዲ ሓንሳእን ንሓዋሩን ፈዊስኻ ከም ዝወድኦ እንድሕር ደኣ ተረዲእካ፣ እዚ It's a big breakthrough። ስምዑኒ ደጊመ ብዛዕባ እዚ ንእሽተይ ክዛረብ እየ። ኣምላኽ ብሕጂ ንኽፍውሰካ ብዙሕ ሰብ ታይ ድገብር መሲልኩም ኣነ ዘይተፈወስኩ ሓጥያት ስለ ዝገበርኩ እየ ኣነ ዘይተፈወስኩ ስለ ዘይጸምኩ እየ ኣነ ስለ ዘይተፈወስኩ ስለ ዘይመጽወትኩ እየ ጽቡቕ ግብሪ ስለ ዘይብለየ እንዳበለ ርእሱ እንዳጎሸመ እዩ ዝነብር እዚ ድማ ንሰይጣን ወግዓዊ ድኾነ መቅደስ ኣብ ቤትካ ምሃብ ማለት እዩ ኣብ ሂወትካ ምሃብ ማለት እዩ።

ኣምላኽ ክጠዓሰሉ ብዘይክእል መንገዲ ንወዱ ኣብ መስቀል ቀራንዮ ሓምሺሹ ሕማምና ጭንቀትና ስቅያትና ሓጥያትና ኩሉ ኣብኡ ጽዒኑ ሓራ ኣውጽኡና እዩ ስለዚ ብስምብራት ቁርሲ ተፈዊስካ ስለዚ ፈውሲ ንዓኻ እንጀራ ውሉድ እዩ እግዚኣብሔር ይመስገን ኣብ መጽሓፍ ቅዱስ ኣብ ቀዳማይ ጴጥሮስ ክልተ ዕስራን ኣርባዕተን እውን ከምዚ ብላል ንሓጢኣት ሞይትናስ ንጽድቂ ምእንቲ ክንነብር ንሱ ባዕሉ ንሓጢኣትና ኣብ ስግኡ ኣብ ዕንጨይቲ ጸሮ ብቁስሉ ኢኹም ዝሓወኹም ይብል ናይ እግዚኣብሔር ቃል ስለዚ ፈውሰኒ ዝብል ጸሎት እሰ ሮንግ ፕሬየር ኣሜን እሰ ሮንግ ፕሬየር በቃ እቲ ኣብ መስቀል ቀራንዮ ተፈጸመ ፈውሲ ኣብ ሰጋ ይገለጽ ኢልና ግን ክንጽሊ መጽሓፍ ቅዱስ ይነግረና ኣምላኽ ባርኽ ሃሌሉያ ከምኡ ድማ ኣብ ማቴዎስ እቲ ቃል ኣካል ከልብሶ ከሎ ጎይታ ሸሞንተ ዓሰርተ ሽዱሽተ ምሸት ምስ ኮነ ከኣ ኣጋንንት ዝሓደርዎም ብዙሓት ናብኡ ኣምጽኡ እቲ ብነብይ ኢሳይያስ ንሱ ንድኻምና ወሰደ ንሕማምና ውን ጸረ እተባህለ ምእንቲ ክፍጸም ብቃሉ መናፍስት ኣውጸ ሕማም ዘለዎም ኩሎም ድማ ኣሐወዮም ይብል። እቲ ቃል ማእታን ክፍጸም ይብል ሓዙኒ ናይ ኢሳያስ ጥቕሊ ምጽኡ ጥቕሲ ምጽኡ ኣካል ከልብሶ ከሎ ጎይታ የስምር እዩ እዚ ከማን ቅድሚ ምሟት እዩ ቅድሚ ምስቃል እዩ ምስ ተሰቕለ ግዳ ክንዲ ምንታይ ስለዚ ኣሕዋተይ ፈውሲ እንጀራ ውሉድ እዩ ተወዲኢልካ ተወዲኢልኪ እዩ ጎይታ ይባረኽ ሮንግ ፕሬየር ኣይንጸልይ ካልእ መንፈስ ቅዱስ ምሳና ኩን ድብል እዩ መንፈስ ቅዱስ ኣብ ማእከልና ክህልው ንጸሊ ድብል እስ ሮንግ ፕሬየር መጽሓፍ ቅዱስ ክነግረና እንከሎ ኣብ ሓድሽ ኪዳን ንመንፈስ ቅዱስ ምዕዳም ንመንፈስ ቅዱስ ምጽዋዕ ኣየድልን እዩ እስ እ ሮንግ ፕረየር እንታይ ደኣ እዩ ክኸውን ደለዎ ተደኣልኩምኒ ነቲ ኣብ ማእከልና ደሎ ኣባና ማሕደሩ ጌሩ ዘሎ መንፈስ ቅድስ ክብሪ ንሃቦ ኣሜን ብዛዓብኡ ንቕሓት ይህልወና በቃ እውቅና እንስጦ ማለት ደኣ ኣለብን ጎይታ ይባረኽ ነቲ ኣባይ ማሓደሩ ጌሩ ደሎ ምክንያቱ ከምዝተ ገይረ ክገድፈኒ እዩ ከምዝተ ገይረ ክገ ን ኣብ ብሉይ ኪዳን ኣይኮንካን ደለካ ዳዊት ከምኡ ኢሉ ጸልዩ ቁዱስ መንፈስካ ኣይትሕድገኒ ኢሉ ድጸለየ ዳዊት እዩ ኣብ ብሉይ ኪዳን መንፈስ ቅዱስ ብመሰረቱ ኣብቶም ካህናት ይኩን ነገስታት ይኩን ነብያት ይኩን ማሕደሩ ኣይገብርን እዩ ነይሩ ንዝተወሰነ ምሽን መጺኡ ዓዩ ይከይድ ነይሩ ካብ ምዕራፍ ሽዱሽተ ዘፍጥርተ ኣንቢብናዮ ከምኡ ድብለና ኣሜን እግዚኣብሔር መንፈሱ በቃ ኣብ ደቂ ሰባት ከየሕድር ተጣዒሱ ስለ ዝነበረ ስለዚ ንዳዊት ግን ስፔሻል ፌቨር ነይሩ ናይ እግዚኣብሔር መንፈስ ብዙሕ ግዜ ኣብኡ ሓድርን ይመርሖን ከም ዝነበረ መጽሓፍ ቅዱስ ይነግረና ስለዚ ዳዊት እንታይ ድብል ደሎ ቅዱስ መንፈስካ ኣይትሕድገን ኣብ መጽሓፍ ቅዱስ ኣብ ሓድሽ ኪዳን እንተደኣ ጽቡቅ ጌርኩም ኣንቢብኩሞ መንፈስ ቅዱስ ይገድፎም ገዲፍዎም ኮነ ዝብል የለን ሓ ንምንታይ ሓጥያት ግበር ብዘየገድስ ኣነ ሓጥያት ክገብር ማንም ሰብ ኣየተባብዕን እየ ሓጥያት ውርደት ምዃኑ ይፈልጥ እየ ግን ብዙሕ ሰብ ንእሽቶይ በደል እንተደኣ ጌሩ በቃ መንፈስ ኣምላኽ ከም ዝገደፎ በይኑ ከም ዝኾነ ጸላኢ መጻወቲ ከም ዝገብሮ እዩ ዝርድኦ እዚ እሰ ሮንግ ፕሬየር ናይ ሓድሽ ኪዳን ጸሎት ኣይኮነን ንሓዲ ኪዳን ጸሎት ተላልኩምን ተላልኩምን ኣይገድፈካን ፍጹም ዕሽሽ ኣይብለካን መጽሓፍ ቅዱስ ምዕራፍ 14 ፍቅሪ 17 ዮሐንስ ወንጌል ተደኣ ኣንቢብኩሞ እንታይ ድብለና ዓለም ስለ ዘይትርእዮን ስለ ዘይትፈልጦን ክትቅበሎ ኣይኮነላን እዩ ንስኻትኩም ግና ትፈልጥዎ ኢኹም ኣባኻትኩም ይሓድር ምሳኻትኩም ድማ ክነብር እዩ ድብል ስለዚ ኣባኻ መሓደሩ ገይሩ ምሳኻ ዝነብር ንስኻ ትሪኦ ንስኻ ተስተማቕሮ መንፈስ ደኣ እምበር ገዲፍካ ድኽድ የለን ሓጢኣት ክትገብር ከለኻ ይጉሂ፣ ይሓዝን። መጽሓፍ ቅዱስ ነቲ መዓልቲ ምድሓን እተሓትምኩምሉ ናይ እግዚኣብሄር መንፈስ ኣይተጉህይዎ፣ ኣይተጉህይዎ እዩ ዝብል። መንፈስ ኣይተጥፍኡ እዩ ዝብል። ኣይተጥፍኡ ክብል ከሎ ዶን ኩንች ደ ስፒሪት እዩ ዝብል። ኣይተጥፍኡ ማለት ጠፍኣኩም ኣይኮነን ዝብል ዘሎ። ኩንች ኖት ደ ስፒሪት ኦፍ ጎድ እዩ ዝብል። ሃለሉያ! ስለዚ መንፈስ ቅዱስ ኣይገድፈክን እዩ፣ ኣይገድፈካን እዩ። ክትጽውዖ ኣየድልየካን እዩ ኣባኻ መሓደሩ ጌሩ ኣሎ ኣባኻ መንበሪኡ ጌሩ ኣሎ the same thing ከምኡ እግዚኣብሔር ካይገድፈኒ ድብል ጸሎት ኣሎ ወይ ድማ ክልተ ወይ ሰለስተ ምስ ዝትእከቡ ኣነ ማእኸልኩም ክኸውን እየ ድብል ደሎ ስለዚ ሕጂ የሱስ ኣብ ማእከልና ክኸውን መጽእ ኣሎ ኦኬ ስ ሉክስ ጉድ ግን መጽሓፍ ቅዱስ ተጸዊዑ ኣይመጽን እዩ ብኣምቡላንስ ኣይኮነን የሱስ ተጸዊዑ ድመጽእ ኣምላኽ የብልናን ኣባና ማሕደሩ ዝገበረ እዩ ኣሜን ተጸዊዑ ድመጽእ ኣምላኽ የብልክን ክልተ ወይ ሰለስተ ዋላ ኣይትተኣከብ ኣምላኽ መስገን በይንኻ ኮንካ እግዚኣብሔር ምሳኻ ምሳኺ እዩ ምዕራፍ ዓሰርተ ሓሙሽተ ብ ምዕራፍ ዓሰርተ ሰለስተ እብራን ከምኡ ድብለና ሃሌሉያ ንሱ ባዕሉ ኣይገድፈካን ዕሽሽ ኮታ ይብለካን ይብል እረ ኣነስ ከምዚ እየ ድብሎ ጎይታ ይባረክ ናይ እግዚኣብሔር ምሳይ ጥራሕ ዘይኮነስ ሃሌሉያ ኣብ ልዕለይ ጥራሕ ዘይኮነስ ወይ ድማ ኣባይ መንበሪኡ ገይሩ ጥራሕ ዘይኮነስ እሱ ባይ ዝነብር ዘሎ ኢሉ መጽሓፍ ቅዱስ ዳስዋይ ምዕራፍ ዓሰርተ ሶሪ ምዕራፍ ሓሙሽተ ፍቅዲ ዓሰርተ ኣርባዕተ ካልኣይ ቅርንጦስ ምዕራፍ ሓሙሽተ ካብ ፍቕዲ ዓሰርተ ኣርባዕተ ኣንቢብናዮ ድሕር ሕጂ እቶም ዘለዉ ነቲ ምእንትኦም ዝሞተን ዝተንስእን እምበር ንርእሶም ምእንቲ ከይነብሩ ንሱ ኣክንዲ ኩላቶም ሞተ ንርእሶም ምእንቲ ከይነብሩ እዩ ድብል ንርእስኻ ከይትነብር ክርስቶስ ኣባኻ መንበሩ ገይሩ ዝፋኑ ገይሩ መቕደሱ ገይሩ እዩ ዝነብር ስለዚ እስኻ ኣምላኽ ከይገድፈኒ ትብል ኣለኻ ኣምላኽ ምሳይ ይህሉ ዶ ኤትስ ኣ ፋልስ ኳሽን ክትሓትዮ ዘይግባኣካ ሕቶ እዩ ክትሓቶ ዘይግባኣካ ሕቶ እዩ ኣምላኽ ገዲፍናኻ ይኮን ከምኡ ንብል ኣሎ በቃ ሓጢኣት በዚሑ እዩ ሓጢኣት በዚሑ እዩ ኣምላኽ መቕደሱ ገዲፉ ከይዱ ኖ ወይ እዚ ናይ ሓድሽ ኪዳን ምሕሮ ኣይኮነን ናይ ሓድሽ ኪዳን ጸሎት ኣይኮነ ንብል ኣለኹ ኣነ ኣምፅኡለይ ጥቕሲ ኣብ ሓድሽ ኪዳን ከምኡ የብልን መጽሓፍ ቅዱስ ታስዋይ ኣብ ብሉይ ኪዳን ኣይትንበር ኣይተንብረኒ ከዓ ኣይተንብሩና ከዓ ዝኾነ ሰባኺ መምህር መፂኡ ክምህረካ ከሎ ካበየና ይጠቅስ ዘሎ ፈለጥ ካበየን እያ ትጠቅስ ዘላ ኣሜን ካበየና ይጥቂስ እዩ ድምህረካ ዘሎ ኣሜን ኢየሱስ ክርስቶስ ጎይታ እዩ ስለዚ ኣምላኽ እንኳን ዶ ክገድፈኒ ምሳይ ነይሩ ክገድፈኒ ጎነይ ነይሩ ክገድፈኒ ሲ ህይወተይ እኮ እዩ መፅሓፍ ቅዱስ ከምኡ ይድብል ማይሎት ሃሌሉያ ካባና እኮ ይድብል ምዕራፍ ዓሰርተ ወርባዕተ ሮሜ ካብ ፍቕዲ ዓሰርተ እንተ ደኣ ኣንቢብናዮ ከምኡ እንድዩ ድብለና፣ ካባናስ ሓደ እኳ ንርእሱ ኢሉ ዝነብር የለን እሞ፣ ንርእሱ ኢሉ ኸኣ ዝመውት የለን እኮ እዩ ድብል። ብህይወት እንተ ነበርና፣ ተረዲእኹምዶ ኣለኹም? ንኣምላኽ ኢና እንነብር፣ እንተ ሞትና ኸኣ ንኣምላኽ ኢና እንነብር። ንሱ ኸኣ እዩ፣ ስለዚ ኸኣ እዩ ንሱ ጐይታ ምዉታትን ህያውያንን ምእታን ክኸውን ኢሉ መይቱ ኸኣ ነዝተንስአ። ካባናስ ሓደ እኳ ይድብል ሓደ እኳ ንርእሱ ኢሉ ዝነብር የለን እሞ ንርእሱ ኢሉ ኸ ዝመውት የለን ኢየሱስ ክርስቶስ ወዲ ህያው ኣምላኽ ሰይ ሃሌሉያ ሃሌሉያ ካብ ፍቕዲ ካብ ፍቕዲ ሸውዓተ ኣሎ ምዕራፍ ዓሰርተ ወርባዕተ ሸውዓተ ሮሜ እንታይ ይብሉ መሲልኩም ራዩ ሃሌሉያ ካባናስ ሓደ እኳ ንርእሱ ኢሉ ዝነብር የልበን እሞ ንርእሱ ዝመውት ከዓ ሓደ እኳ የልቦን ብህይወት እንተነበርና ንጎይታ ኢና ንነብር ወይስ እንተሞትና ንጎይታ ኢና ንመውት እሞ ብህይወት እንተነበርና ወይስ እንተሞትና ናይ ጎይታ ኢና ስለዚ ከዓ ይንሱ ናይ ክርስቶስ ጎይታ ምውታትን ህያውያን ምእንቲ ክኸውን ኢሉ ዝሞተን ህያው ዝኾነ ንብል እቲ ናይ ሓድሽ ኪዳን ኣውራ ሃዋርያና ጳውሎስ ክዛረብ ከሎ ኣብ ገላትያ ምዕራፍ ክልተ ቁጽሪ ዕስራን ክልተን ድማ ከምዚ ኢሉ ኣነስ ንኣምላኽ ብህይወት ምእንቲ ክነብር ካብ ሕጊ ምስ ሕጊ ሞትኩ ምስ ክርስቶስ ተሰቐልኩ ኢሉ ስምዑኒ ኣብ ሓድሽ ኪዳን ክርስቶስ መንበሪኡ ጌርካ እዩ እብል ኣለኹ ኣነ እዚ ሃዋርያ እንታይ ይብል ኣሎ ንክርስቶስ ከይትነብር ዝኽልክለካ ግን ሕጊ እዩ ብሉይ ኪዳን እዩ ብሉይ ኪዳን እንዳንበብካ ናይ ብሉይ ኪዳን ናይ ህይወት ስርዓት እናተኸተልካ ግና ክርስቶስ ኣባኻ መሓደሪኡ መንበሪኡ ገይሩ እንከሎ ኣይርዳእኻን እዩ ይብል ኣሎ ወይ ዝተቐየጸ ወንጌል ይደለካ፣ ናይ ምንዝርና ወንጌል ይደለካ ማለት እዩ። ኣነ ንኣምላኽ ብህይወት ክነብር ናምበር ዋን ዝገበርኮ እንታይ ኢሉ ካብ ሕጊ ምስ ሕጊ መትኩ ምስ ክርስቶስ ተሰቕልኩ ኢሉ ሽም ደጊም ኢሉ ሃሌሉያ ሃሌሉያ እንድሕር ደኣኒ ካብ ሕጊ ምስ ሕጊ ሞትካ ምስ ክርስቶስ ተደኣ ተሰቒልካ ኾንካ ክርስቶስ ኣባኻ ይነብር መለዮ ኣለዎ ብል ኣለኹ ኣነ እግዚኣብሔር ዝተመስገነ ይኹን ስትመለዮ እንታይ ተደኣልኩምኒ ንሕጊ ክትመውት ኣለካ ንናይ ብሉይ ኪዳን ሕግን ስርዓትን ክሳዕ ደይሞትካ ግና ክርስቶስ መንበሪ ዝፋኑ ብምልኣት ኣባኻ ክግለጽ እሽገር ከኣ ራዩ ካብ ሕጊ ምስ ሕጊ ሞትኩ ምስ ክርስቶስ ተሰቅልኩ ደጊም ክርስቶስ እዩ ኣባይ ዝነብር ደሎ እምበር ኣነ ኣይኮንኩን ዝነብር ደለኹ ብስጋ እዩ ሰው ብስጋ ብመንፈስ ከይመስለኩም ብመንፈስ ክርስቶስ ኣባይ ነብ ኖ ኖ ኖ እዚ ሕጂ ብስጋ ዝነብሮ ደለኹ ሃሌሉያ እዚ ሕጂ ብስጋ ብስጋ ዝነብሮ ዘለኹ ኢሉ ነቲ ዘፍቀረኒ ህይወቱ ድማ በጃ የሕሊፉ ድሃበ ብእምነት ክርስቶስ እየ ዝነብር ዘለኹ ኣብዚ ስጋይ እዝሲ ክርስቶስ እዩ ዳስ ዋይ ነዚ ከ ድሕር ደኣኒ ቀዳማይ ቆሮንጦስ ምዕራፍ 16 ካብ ፍቕዲ 15 እንቢብኩምኻ ከምኡ ብል እቲ ምስ እመንዝራ ዝለግብ ኢሉ ብስጋ እኮ ብስጋ ምስ እንዳ ኣመንዝራ ከይዱ ዝዝሙ ኢሉ ምስ ሓደ ስጋ እዩ ዝኸውን ብዛዕባ ስጋ እዩ ዝዛረብ ዘሎ እቲ ምስ ክርስቶስ ዝለግብ ድማ ሓደ ስፒሪት ዋን ስፒሪት ዩናይትድ ይኸውን እዩ ዝብል ከንብበልኩም እየ ቀዳማይ ቆረንጦስ ኣምላኽ ምሳኻ ጥራሕ ደይኮነ ድብል ዘለኹ ኣባኻ መሓደሩ መንበርኡ ኣባኻ እዩ ስሙ ይባረኽ ኢየሱስ ወዲ ህያው ኣምላኽ ምዕራፍ ሽዱሽተ ቀዳማይ ቆረንጦስ ከምዚ ይብለና ካብ ፍቕዲ ዓሰርተ ሓሙሽተ ኣትሒዙ ጎይታ ይባረኽ ኣሜን ሃሌሉያ እቲ ስጋኹም ኣካል ክርስቶስ ምዃኑ ዶ ኣይትፈልጡን ኢኹም እምበኣር ስኸ ንኣካል ክርስቶስ ወሲዶ ዶ ኣካል ኣመንዝራ ክገብሮ ያ ኣይፋለይን እቶም ክልተ ሓደ ስጋ ክኾኑ ብውሉ እሞ ምስ ኣመንዝራ ዝለገበ ምስኣ ሓደ ስጋ ምዃኑ ዶ ኣይትፈልጡን ኢኹም እቲ ምስ ጎይታ ዝለገበ ግና ምስኡ ሓደ መንፈስ እዩ ካብ ምንዝርና ህደሙ፣ ሰብ ዝገብሮ ዘበለ ሓጢኣት ካብ ስግኡ ወጻኢ እዩ፣ ዝምንዝር ግና ኣብ ገዛእ ስግኡ እዩ ሓጢኣት ዝገብር። ብዋጋ ተዓዲግኩም ኢኹም እሞ፣ ስጋኹም ቤተ መቕደስ እቲ ኣባኻትኩም ዘሎ ካብ ኣምላኽ እተቐበልክምዎ መንፈስ ቅዱስ ምዃኑ፣ ናይ ርእስኹም እውን ከም ዘይኮንኩምዶ ኣይትፈልጡን ኢኹም? ስለዚ ብስጋኹም ንኣምላኽ ኣኽብርዎ ይብል። ገለ ኣለዉ ከምዚ ዝብሉ እዞም ጸጋ ጸጋ ኢሎም ዝምህሩ ወይ ድማ እዞም ናይ ሰብ ማንነት ኣዛቢዖም ይምህሩ እዮም ኢሎም ድኣምኑ ብስጋ ሓጢኣት ተገበርካ ጸገም የብሉን እዮም ኖኖኖኖ እንዲ ስጋኻ ቤተ መቅደስ እዩ ብንጹር እንዲ ቃል ኣምላኽ ኣብ ዝብል ብስጋኻ ሓጢኣት ገብር ና ቤተ መቅደስ ያው ኣምላኽ እዩ ክርስቶስ መንበሪ ኢዱ ገበረ እዩ ስለዚ ብስጋ እኳ ንሕና ናይ ርእስና ኣይኮንናን መጽሓፍ ቅዱስ ንስኻትኩም ብዋጋ ተዓዲግኩም ኢኹም ናይ ርእስኹም ኣይኮንኩምን እዩ ትብል ክርስቶስ እቲ ህይወትና ምስ ዝግለጽ እዩ ትብል ስለዚ ኣምላኽ ምሳይ ኩን ኢልካ ምጽላይ ኣየድልየካን እዩ ኣየድልየክን እዩ ቆሎሴ ከምኡ እኮ ኢሉ ኣምላኽ ባረኽ ቆሎሴ ክዛረብ ከሎ ምዕራፍ ሰለስተ ሶሪ ሃዋርያ ጳውሎስን ሰብ ቆሎሴ ክዛረቡ ከሎ ምዕራፍ ሰለስተ ክፍል ሓደ በቃ ደጊም ምስ ክርስቶስ መይትኩም ተንሲእኹም እንተኾንኩም ህይወትኩም ምስ ክርስቶስ ኣብ የማን ኣምላኽ ኣብ ሰማያዊ ስፍራ ተሰዊራ ኣላ። እራይ ክርስቶስ እቲ ህይወትና ምስ ዝግለጽ እዩ ድብል። ህይወትኪ ክርስቶስ እዩ። ህይወትካ ክርስቶስ እዩ። You we are united with him እንኳን ዶ ክገድፈኒ ሲ ደሒ ሰብ እዩ ክገድፈኒ ኣምላኽ ሲ it's it's impossible impossible

እግዚኣብሔር ይባረኽ ስለዚ ጎይታ ምሳና ክኸውን ምጽላይ የድልየናን እዩ ኢየሱስ ክርስቶስ ጎይታ እዩ ኣብ ውሽ ግዜ ተተለወኒ ጸዲቕና ኢና ኣሕዋተይ ተቐዲስና ኢና ነጺህና ኢና መጽሓፍ ቅዱስ ከም እንኻ ብሕጂ ክነጽህ ብሕጂ ክጸድቕ ብሕጂ ክቅደስ ጸሎት የድልየኒ ቲን ግዜ ከይዲ ኣሎ ከም ፍቓድ ኣምላክ ካልእ ግዜ ክንሪኦ ኢና እግዚኣብሔር ይመስገን ናይ ሎም መዓልቲ ጥቕልል ሓሳበይ እዚዩ ኣነ ዝብል ደለኹ ኣብ ብሉይ ኪዳን ኣይትንበሪ ናይ ብሉይ ኪዳን ጸሎት ስታይል ኣይሃልኺ ኣሜን ብናይ ብሉይ ኪዳን ጸሎት ስታይል ኣየጸሉ ኢኻ ኣይትጸሊ መልሲ የብሉን እብል ኣለኹ ኣነ መልሲ ደለዎ ጸሎት ናይ ሓድሽ ኪዳን ጸሎት እዩ ኪድ ግዜ የብለይን ሕጂ ጳውሎስ እንታይ ኢሉ ጽሊ ነይሩ ጴጥሮስ እንታይ ኢሉ ጽሊ ነይሩ ኣሜን ሓድሽ ኪዳን እንታይ ኢሎም እዮም ጽሉ ነይሮም ሃዋርያት እንታይ ኢሎም ጸልዮም ኣብ ግብሪ ሃዋርያት እንታይ ዓይነት ጸሎት እዩ ዘሎ ኣሜን ኣብ መልእኽታት ዓይነ ጸልዩ ዘሎ ጳውሎስ ጽልየሎም ዝነበረ ኩሉ ከም ተዋህቦን ስለ ዝፈለጠ ኣዒንቲ ልቦኖም ክኽፈት እዩ ክፈልጥዎ ክበርሃሎም እዩ ድጽሊ ነይሩ እስ ፊኒሽድ ብራዘር እስ ፊኒሽድ ሲስታ እግዚኣብሔር ይመስገን ውዱእ ጸሎት ብሕጂ ክመጽእ ኣይትጸሊ ኣነ ንዓይ ብኣካል ለቢሰ ኣብዚ እንዳረኣኻኒ ፓስተር በየነ ወሃበና ኣይትበል ኣም ሂር ዊዝ ዩ ኣሜን ናይ ዕሽነት ጸሎት እዚ ኣደ ኖ ምንታይ ቋንቋ እየ ክገልጸ ኖ ዳትስ ሮንግ ፕሬየር ጎይታ ይባረኽ ስለዚ ከም ፍቓድ ኣምላኽ ካልእ ግዜ ክንሪኦ ኢና ዝተረፈ ሕጂ ግን እንታይ ይብል ኣለኹ ልስን ኣብ ብሉይ ኪዳን ኣይትንበር ናይ ብሉይ ኪዳን ክንነብረሉ ዝተዋህበና ናይ ህይወት ስርዓት ኣይኮነን ብሉይ ኪዳን ክንመሃረሉ መለበሚና እዩ ኣሜን ነንብቦ ንመሃረሉ ኣምላኽ ይመስገን ካብኡ ኣይንስበኽ ኣይኮንኩን ክንሰብኽ ንኽእል ኢና ክንምህር ንኽእል ኢና ግን ናይ ህይወት ስርዓት ጌርና ከነቕርቦ ግን ኣይግባእን እዩ ኣሜን ሙሴ ከም ስለ ድገበረ ከምዚ ክትገብር ከለኻ ኣይትበለኒ ኣሜን እንተ ኣብ ሓድሽ ኪዳን ከምኡ ኢሉ ኣሎ ግን ፕራይዝ ጋድ ሙሴ ዝነብሮ ዝነበረ ቅዲ ህይወት ኣብ ሓድሽ ኪዳን እንተልዩ እሰዮ ኣራጉዶ ኣራጉዶ ካብ ብሉይ ኪዳን ኣምጺኻ ከተራጉዶ ዳዊት ኣምጺኻ ተራጉዶ ትኽእል ኢኻ ኣብ ብሉይ ኪዳን ድነ ኣሎ ኣብ ሓድሽ ኪዳን ደየለ ግን ኖእ ኖእ እወ ነቲ ጽላለት ኣምጺና መራጎዲ ክንገብሮ ኢና ንኽእል ኢና ካብ ብሉይ ኪዳን ኣምጺና ነቲ ጽላለት ግን ክንነብረሉ ዝተዋህበና ናይ ህይወት ስርዓት ግን ናይ ሓድሽ ኪዳን እዩ